ናይ ሓቂ ቤተሰብ ኮይንና ነዊሕ ዓመታት ሓሊፍና ኣለና። ሸሞንተ ዓመትን ገለ ኣዋርሕን ኣቑጺርና ኣለና ፍሬ ፕሮዳክሽንስ ካብ ዝጅመር። ንኹሉ እዋን ምሳና ኮይንኩም ትሓብሩና እግዚኣብሄር ኣምላኽ ብሩኽ ከብልኩም ንብል። ሎሚ ድማ ንሓድሽ ዓመት ምኽንያት ብምግባር ምስ ኣሕዋተይ ፍሉይ መደብ ሒዝና መጺእና ኣለና። ሓቢርና ከነዕልል ኢና፣ ሓቢርና ክንዛረብ ኢና፣ ምናልባት ንሶም ብዛዕባይ ዘይፈልጥዎ ነገር ክሰምዑ፣ ኣነ ብዛዕብኦም እውን ዘይፈልጦ ነገር ክሰምዕ ከነዕልል ኢና። በዚ ኩሉ ድማ ንእግዚኣብሔር ኣምላኽ ከነኽብሮ ኢና ስለታ ዝሓለፈት ዓመት፣ ነዛ ትመጽእ ዓመት ድማ ንእግዚኣብሔር ኣምላኽ ንህቦ ክሳዕ መወዳእታ ምሳና ክትከታተሉ ሓደራ ንብለኩም፣ ጎይታ ይባርኽኩም። ሸሞንተ ዓመትን ክልተ ወርሕን ዝኸውን ኪሴ ፍረ ፕሮዳክሽንስ ጀሚርናስ ብሓንሳብ ሰሪሕና ምሳኹም ጥራይ ዘይኮኑስ ምስ ብዙሓት እዮም ኣብዛ ፍረ ፕሮዳክሽንስ ዝተዋስኡ መቸ ብሓደ ኢድካ ኣይትጣቕዕን ኢኻ እግዚኣብሄር ድማ ክፈተወካ ከሎ ድማ ትፈትዎም ሰባት እዩ ዝበካ ካብ ልበይ ከመስግነኩም ደሊ ንዓኹም ጥራይ ዘይኮነስ ነቶም ኩሎም ዝሰርሑ ኣብ ኩሉ ነገር ክትሰርሑ ደስ ኢሉኩም ስለ ትሰርሑ ሓቂ ዘረባ I don't know ቃል የብለይን ከምዚ ደስ ኢሉና ኢና ንሰርሕ ሕጂ ነዚኦም ጥራይ ዘይኮነስ ኣነ ነቶም ኩሎም ምሳና ዝዓዩ ዝሰርሑ ከመስግን ደስ ይብለኒ ግን በቃ ንስኻትኩም ሰብኣይን ሰበይትን ኮይንኩምሲ እስኪ ናይ ኒው ይር ነዛ ሓዳሽ ዓመት ገለ ፕሮግራም ንግበር ኢለ እየ ሓሲበ ከምዚኣ ዘይሓተኩም ክንሰርሕ ከለና ዝተዃራረናሉ ነገር ትዝክርዎ ነገር ኣሎ ኣብዚ ሸሞንተ ዓመት ናይ ሓቂ ናይ ሓቂ።
ግዜ ተኮራረና ዓሰርተ ግዜ ኢካ ድገሙ ትብለና ወይ ኮረና እንኳዕ ንሕና ፅቡቅ ዝገበርና እዩ ዝመስለና ንሳ ስለዘይተዓግብ ግን ደጋግሞ ነርና ግን ወላ ሓንቲ ተሓጒስና ኢና ንደግሞ ነርና ክፅብቀልና ኢልካ ስለትገብሮ ተሓጒስና ንደግሞ ንደጋግሞ ዳሕራይ መጨረሻኻ ስለ ንሪኦ ትፍርዩ ብኡ ንዓግብ ነርና ተኸራሪብና ግን ጭራሻ ዝከረና ኣነ ኣይዝክርን ምስ እንታይ እዚ ንባዕሉ ናይ እግዚኣብሔር ተኣምራት እዩ እሺ ሲናይ። ደ- ኖ፣ ደስ ኢልናዮ ንገብሮ ነርና ማለት ከምዚ ክኢልናዮ እውን ስለዘይኮነ ማለት ንሕና ሕጂ ሓስ- ክንገብሮ ከለና ሲ ክኢልና ኢልና ኣይኮና ንገብሮ ፀገም ማለት ጉድለት ከም ዘለና ንፈልጦ ኢና ግን እ፣ ክንገብሮ ከለናስ ምሻሎ በቃ እዚ ንክብሪ ኣምላኽ ይኹን ኢልናስ ደስ ኢልናዮ ንገብሮ እቲ ምድጋም ኣሎ ድዩ ኦፍኮርስ ኣሎ ስለይንኽእሎ ሲ ክንደጋግሞ ናይ ግድን እዩ ግን ንሱ ድማ ስለንፈልጦ ሲ ድገሞ ትብለና ከለኻስ

ንዓር ግን ፕሮፌሽናል እናኾንካ እናኾንካ ኣለካ ሕጂ እታ ኩሉ ሳዕ ክርስሳዕ ደይክእል እዛ መወዳእታ ዝሰራሕናዮ ብዛዕባ ሓሶት ሕጂ ኣብ ገዛኹም ምስ መፀ ኣነ ብሰሓቕሲ በቃ ፈሊሐ ምክንያቱ ደይበልኩኻ ኢኻ ወሲኽካኒ ዝክሮ መን ንስኻ ንጥቃ እንዳ ባቡር ገዛ ግዛእ ኢሉካ ባቡር ዘለዎ ኣነ ከምኡ ኣይበልካይ ምስ ሰማዕኩ ኣነ ኣይነገርክዎን ንሱ ባዕሉ ግን ተኾንካ ዳ ዶ ገለ ገለ መን ንጥቃ ባቡር ዘላቶ ገዛ ግዛእ ኢሉካ ንስኻ ግን እሞ ድማ ባቡር ዘየላ ኮያ ግን ኣነ ከመይ ኢሉ ሓሳብ መፂሉ ኢለ ተሓጒሰ ሳሚ ሓፍተይ ትብልዮ ኣለኪ እስኪ ከመይ ነይሩ ኣጃምራኺ ዳርጋ ናይ ኩላትና ሓደ ዓይነት እዩ ዝመስል ኣነ ከዓ ይኽእል ኢለ ይሓስብ እኔ ምርኣይ ግን እፈቱ እየ ምርኣይ ፈቱ ነይረ እታ ሓኪም ሓካይም ክስራሕ ከላ ብዙሕ ግዜ ምሳኻትኩም ርእየ ኣለኹ እቲ ክሰርሕዋ ከለኹም ክመፅእ ነይረ ምስ ሴና ገለ ሕጂ ደስ ብለኒ እዩ ክሪኦ እታ ምስራሕ ግን እታ ቀዳሜት ዝነገርካኒ እታ ናይ ቆፀራ ምድንጓይ ድሓር ሓደጋ መኪና ዝነበረታ ገለ ኣብኣ ክጀሚርኪ እሳን ቅድሚኣ ከኣ እታ ናይ ሓጻቢት ድምጺ ትገብር ገለ ከኣ ነይራ ክትሰጥሖ እያ እወ ንሳ ደሓር እያ ቅድም እያ ወፅያ መስለኒ እምበር ደሓር ኢኻ ነጊርካና እሳ ቀዳመይቲ ዝነገርካና ንዓይ ክትነግረኒ ከለካ ግን እታ ናይ ቆፀራ እያ ሕጂ ከምዚ ኢልኩም ኣብ ገዛ ክድንጉ ኢኹም ገለገለ ምስ በልካንስ ዋጋ ንሓወይ እዚኣ ደኣ እሞ ምውሳእ የድልየናን እዩ ባዕሉ ኣብ ኮይና ገዛና ካሜራ እሞ ትኸልልና ገለ ከምኡ ኢልክ እንዲልክ ያ ሕጂ እቲ ክትነግረና ከለኻስ እቲ ሂወትና እዩ ዳርጋ እቲ ነገራሲ መብዝሕትኡስ ልክዕ እቲ ንነብሮ ናብራ እዩ እሞ ብዙሕ ምውሳእ እውን ኣየድልየና ንኸውን ግዲ ንፍትና ኢልና ኢና ኢለ እየ ኣነ ሓሲበ ኣብ ገሊኡ ድሓር ግን ብርቱዕ ብርቱዕ እንዳመፀ መፅዩ ስምዒታት ካብ ብዙሕ ክረኣየሉ ዘለዎ ኣነ ከዓ ብዙሕ ስምዒተይ ዝገልፅ ሰብ ኣይኮንኩን ሰብ ከምኡ ነይሩ ድሓር ቻለንጂን እንዳኾነት መፅያ እምበር መጀመርያስ ከምኣ ጌርካ ክዕሸኻኒ
ሕጂ ከ ድሕሪኡ ተቐይሩ ዶ ሲና ኣብ ምድንጓይ ገዛኹም ሲ ቁሩብ ኣማሓይሽኩም ዶ ኣብ ምድንጓይ ናይ ናይ ኦ ሎም መዓልቲ ቅድሚኡ ካብዚ በፂሕና ዳርጋ ሰዓትና ቁርብ ንስሕና ስለዚ እዚ ባዕሉ እዚ ዓብዪ ዓብዪ ሎ ለውጢ መዓልቲ ገለ ሰብ መንፈሳዊ ነገር ክትሰርሕ ብተዋስኦ ቁም ነገሩ እውን ኣይርድኦን እዩ ሕጂ ናይ ሓቂ ከምኡ ኢሎም ንፈልጡ እዮም ብስብከት መልክዕ ዘይትምህርዎ ድማ ካልኣይ እ፣ መብዛሕትኡ ተዋስኦታትና ንገብሮ ክርስትያን ክነብሮ ዘለዎ ባህሪ ገጸ ባህሪና ክንርኢ እንደሊ ሕጂ ከምኡ ምዃኑ ገለ ሰባት እ፣ ቅር ይብሎም። ወንጌል ዓይነት ጥራይ ደይትሰብኩ እዚ ተዋስኦ እንታይ የድሊ ይብሉ እሞ ኣድላይ ዶ ሕጂ ክትርእይዎ ከለኹም ሲ ኣድላይ ድዩ ኣይኮነን ከመይ ይመስለኩም? ኣድላይ እምበር ብጣዕሚ ምክንያቱ ሲ ምድሓን ሓንሳእ ምስ ተረዳእካ ትነብሮ እዩ ሓንሳእ ምስ ደሓንካ ሲ ብድሕሪኡ ነቲ ሂወት ክትነብሮ እንተ ኮይንካ ሲ እቲ ካራክተር ክስራሕ እቲ ባህርያትካ ክስራሕ ኣለዎ እቲ ግብራዊ ናብራ ትነብሮ ድማ እንድሕር ድኣ እንተባሪእኻዮ ትትጋገዮ ጌጋ እቲ ንእሽተይ ዝመስል ሓሶት ግን እንዳተወሳሰኸ ድኸይድ ንዑኡታትሲ ዋእ ናይ ግድን ክመሃር ኣለዎ እምበር ኣነስ ብጣዕሚ እዩሱ ድምህረኒ።
ስለዚ ካልእ ከ ተዋስኦታት ትርኢ ዶ ሲናየ? እግሪ መገደይ ስቅ ኢለ። ብዙሕ ብዙሕ ኣይኮንኩን ብፍላይ ሰላም ስለትርኢ ምስ ሰላም ኮይነ ርኢ እየ ግን ካብቲ ዝሪኦ ሲ ብተዋስኦ ብዙሕ ነገር ኢካ ትመሃር ኣብዚ ሕጂ እዋን ዓለም ብምልኡ ትመሓደረሉ ዘላ ኣካይዳ እቲ ሂወት ትከዶ ዘላስ ብሆሊውድ እዩ ሆሊውድ ነዚ ኩሉ ጸሎ ዘሎ እንድሕር ደኣ እሱ ቅኑዕ ነይሩ ስለዝኸውን ጽቡቕ ትምህርቲ መሓልፍ ስለዝኸውን ነይሩ ሲ እቲ ድበዝሕ ሕብረተሰብሲ ጽቡቕ ትምህርቲ ካብኡ ተማሂሩ ምኸደ። ግን ኣብኡ ትሪኦ ኩሉ ጸጸይቁ ትርኢ እሞ ድሓር ህይወት ድማ ኩሉ ጸይቁ ይኸውን። ስለዚ ጽቡቕ ትምህርቲ እናመሃርካ ድማስ ንምንታይ ነቲ ሕብረተሰብና ጽቡቕ መልእኽቲ ዘለዎ ስራሕ ዘይስራሕ? So እዝስ ንዓይ ብጣዕሚ ጠቓሚ ኮይኑ ክግበር ድማ ዘለዎ ብዙሕ ተሳተፎ ዘለዎ ኮይኑ ድማ ስምዓኒ።
ሃደ መፍለጢናስ ፍሬና እዩ ምሽ ብፍሬ ክርስትያንስ ብፍሬ እዩ ዝንበር ስለዘመርኩስ ክርስትያን ኣይኮንኩ ወይ ስለሰበኩስ እሱ ኣይደንቲቲ ክኸውን ኣይክእልን እዩ ግን እቲ ዴሊ ላይፈይ መዓልታዊ ናብራይ እቲ ፍረ እዩ እቲ ናብራናስ ፍረ እዩ እቲ ፍሬናስ ከመልና ኣብ ህይወትና ንሪኦስ ብድራማ መልክቲ ንሪኦሲ ናብራና እዩ መፍለጢና ድማ ፍሬና እዩ ፍሬና ድማ መዓልታዊ ናብራና እዩ

ብዙሕ ስራሕ እዩ ዘለካ ናተይ ካብ ቀደም ካብ ኣገልግሎት ኣለካ ስራሕ ናብራ ኣለካ ቤተሰብ ኣለካ ገለ ኣለካ ሕጂ ኣብ ርእሲኡ ሲ ከም ተዋስኦ ክትቀድሕ ክትሰርሕ ዳይሬክት ክትገብር ገለ ገለ ምንታይ ሓሲብከ ማለት ንምንታይ ንምንታይ ኣድላይነቱ ሲ ሳዕ ክንደይ ኮይኑ ተራእዩኳ ጀሚርካ ኣነ ዝዝክሮ ኣዲስ ኣበባ ከለና ኣብ ኣዲስ ኣበባ መካነ የሱስ እዋን ፋሲካ እዩ ነይሩ የሱስ ክርስቶስ ዓሰርተ ክልተ ደቀ መዛሙርቲ ደልዮም ሕጂ ሓደ ጎድልዎም ዳንኤል በጃኻ ተዋስኦ ስራሕ ኢሎምኒ ኣብዮም ከም ሓድሽ ሓትኒ ሰሙን ሰሙን ድሓር ኣቴ ኮፍ ኢለ ጥራይ ቁፅሪ ዓሰርተ ክልተ ኮይነ ድወፀላ እየ ኢለ ተዋስኦ ማለት ኣዜ ድፀልኦ ተዋስኦ ናይ ርእኒ ተዋስኦን ኣይፈቱን እየ ኮይነ እየ ኣሜሪካ መፅእ ድሓር ኣሜሪካ ምስ መፃእነ ዝክሮ እዚ ናይ ኣገልገልቲ ሕብረት ዝበሃል ኣብ ዳላስ ዝግበር ናይ መጀመርያ ዓመት ኣብ ልበይሲ ሓንቲ ተዋስኦ መፅያ ንኣገልግሎት ዝምልከት እዚ ንዛረብ ዘለና ቅድሚ ሰላሳን ሰለስተን ዓመት ምዃኑ ምስ ሰራሕና ያሰፈት እዩ ትቕፅል ዘላ ሸው ዓመት ዓመት ተዋስኦ ክሰርሕ ጀሚረ ብቃ ዓመት የዳለወሉ ነይረ ድሓር ፍሬ ፕሮዳክሽንስ ከመይ ተጀሚራ ዕሊለኩ እውን ኣይፈልጥን ገለ ቁሩብ ፀገም ኣጋጢሙኒ ንዓይ መከራ እያ ዶ ተወሊዳ ዶ ክብላ ሽዑ ምስ መፀ ፍሬ ፕሮዳክሽንስ ክሓስብ ከለኹ እንታይ እንታይ ኢና ሞ ክንሰርሕ ክብል ከለኹ ስቕ ኢሉ ሓሳባት መፅ እንታይ ክብል ደልየ ኣዘየ ዝፀልኦ ኣገልግሎት እዩ ነይሩ ኣዘየ ኣዘየ ዝፀልኦ ሕጂ ክሪኦ ከለኹ ከዓ ኣዘየ ዝፈትዎ እዩ ሰብ ሓሓንሳብስ ህያውስ ከይፈልጥ ይኽእል እዩ ናብ ምባል እየ በፂሐ። ክኢልና ኢለ ኣይኮንኩን ኣነ እውን ክኢለ ኢለ ኣይኮንኩን ኣብ ቅድሚ ኣምላኽ ግን ሰባት ፅቡቅ ነገር ረኺቦም ክብሉ ንክለው ግን ይሕጉሰ ጳውሎስ በዚ ግዜ እዚ እንተድነብር ኢለ ክሓስብ ከለኹ ንሚድያ ምሓዘ ምክንያቱ ብከምኡ ክንድምንታይ ሰብ ኣብኡ ከም ዘገልግል ዘሎ ትርኢ ሓደ ካልኣይ ወላ ህዝብና ስቕ ኢለ ክዕዘቦ ከለኹ ገለ መስሓቅ ነገራት እዩ ዝውዕል መስለኒ ይርኢ ገለ መለ እንድሕር ከምኡ ኮይኑ ደኣ እሞ ንሕና በቲ መስሓቕ ዓይነት ጌርና ወይ በቲ ተዋስኦ ጌርናስ ጽቡቕ ነገር ዘይነእቱ ተዓንተወይ ሲናየ ዝበልካዮ ሃሊውድ እንድሕር ክንድዚ ጽልዋ ኣምጺኡስ ንሕና በታ ዓቕምና ንእሽተይ ገለ ነገር ኣብ ሰብ ዘይነቐምጥ ዝብል እዩ ሓጊዙኒ ካብተን ዝረኣኹመን ተዋስኦታት ከኣ ንክሓተኩም ክሳዕ ሕጂ ካብ ዝሰራሕናዮ ምናልባት ተዋሲእኩምላ ወይ ኣይተዋሳእኩምላን እዚኣ ግን እንኳዕ ተሰርሐት ትብልዋ እንታይ እያ ትኾን
ናይ ኦፊስ ፒሮ ሰሪቑ ዝኸይድ። እወ ማ ሰሪቑ ስጋ ሓይሊ ስርቂ ኮን ኔሩ ትርፍና በቃ ደሓር ግን ሽዑ ሓንሳእ ምስ ረኣኻዮ ግን ኦኬ ብሕድ ተቐሚጥሎ ሲ ሓንቲ እያ ንዓኻ ንዓኻ ትኸውን መዓልቲ መዓልቲ እንዳወሰድካ ንደቅኻን ንዕርትኻን ክትዕድሎ ኣይኮነን እሱ ነይሩ እዚ ናይ ናፕኪን ነይሩ ናይ ገዛኻ ድማ ገዛኻ ተምፅኦ ትገዝኦ ኣቑሑት ሲ ወይ ስፔዛስ

እታ ናይ ቆጸራ ምድንጓይ ኣይ ቲንክ ኣብ ተዋስኦ ድያ ነይራ ወይ ኣብ ትምህርቲ ዲኻ ምሂርካያ እታ ክድንጒ ከለኻሲ ነቲ ሰብ ናትካ ግዜ ኣገዳሲ ኣይኮነን ናተይ ግዜ እዩ ወር እንታይ ንዝገብሮ ዘለኹ ነገር እዩ ዝያዳ ኣገዳሲ ኢኻ ትብሎ ዘለኻ ትብል ፖይንት ሳኻ ብጣዕሚ ሳይ ትገብረኒ እዛ ናይ ገንዘብ ኣጓሓፍ ክኣ ትኸሎ ግን ኩሉ ሻዕ ትረኣየኒ እቲ መግለጺ ከኣ ጽቡቅ እዩ ካልኤት ካልእ ከኣ እቲ ዝተጋነነ መግለጺ ጌርካ ኣብኡ ክስታይ ምግባሩሲ ንክትዝክሮ ሕጂ ኣብዚ ቅንያት ናይ ልደት ገለ ክኸውን ከሎስ ብዙሕ ሴል እዩ ዝወጽእ ዕዳጋስ ብምሉኡ ሴል ግሴል እንዳበሉ ክሳይ ገብርዎ እዮም ዘድሌካን ዘየድሌካን ንክትማላእ ዳርጋ ዝዕድም እዩ ሴል ኣሎ ኢልካ ሱቅ ኢልካ ንሓደ መዓልቲ ጠዎ እዚስ ብክንዲ ዝኮይኑ እንዳበልካ ክትማልኦ ሲ ኣገዳሲ ከም ዘይኮነ እቲ ሓርማዝ ዝረኣየኒ ሰይል ተረኺቡ ኢላ ሓርማዝ ዘሒዛቶ ዝመፀት ኣብ ሕብረተሰብና ሲ ምድንጓይ ሲ ጭራሽ ከም ባህልና ተቐቢልናዮ ከማን ናይ ሓበሻ ቆፀራ ናይ ሓበሻ መርዓ ገለ እንዳበልና ሲ እሳ ሲ ብጣዕሚ መሃሪት እያ ንብዙሓትም ምሂራ ኣላ ብዙሕ ቪውን ርእየላ ኣለኹ ከም ዝቕቡል ንገብሮ ጌጋና ሲ ከም ኢትስ ኦኬ በቃ ወላ ጌጋ ከሎ እንዳፈለጥና እውን ሲ በቃ ከም ኣይደንቲቲ ኢና ከዓ ማን ጌርና ወሲድናዮ ሲ ብዙሓት ኮሜንትን ብዙሕ ሰሚዐላ ኣለኹ ንዓይውን ብዙሕ ምሂራት ኣለኹ ፍሉይ ድማ ሰብ ተግባራዊ ገብረ ኸውን ኣብ መርዓ ምናዳ ሲ በቃ ግድነት እዩ ድመስለና ከማን በቃ ምድንጓይን ወላ ተመርዑት ወላ እቲ ሰብ ሲ ቅቡል ገይሩ ካልእ ድማ ንዳኒ እንታይ ምሓተትክዎ ኦኬ ኣጀማመሩስ ሰሚዕና ጀሚርናስ ኩልሻዕ ንዓና ኦርጋናይዝ ምግባር ድሕሪኡ ገዛኻ ከይድካ ትገብሮን ታይም ብጣዕሚ ኮንሱሚንግ እዩ ምናዳ ንዓና ድማ ንልዕሊ ክልተ ሰባት ኣርባዕተ ሰባት ኮይና ክንሰርሕ እቲ ሓደ ይጥዕሞ ኣነ ይጥዕመኒ ንሱ ይጥዕመን ወላ ቴክስት ክንምለሰልካስ ዓመታት ንወስድ ሳምታይምስ ኢትስ ሶ ዲስካሬጂንግ ናይ ብሓቂ ኣነ ቀደም መገደብክዎ ሓደ ክልተ ሻዕ ትፍትን እሞ ምስ ሰብ ዲል ምግባር ምሳና ማለት እዩ ባህሪናስ ከቢድ እዩ ንሕናውን ድማ ምስቲ ላይፍ ገለስ ሳምታይምስ ኩሉ ሻዕ ይጥዕመናን እዩ ግን It's so discouraging ንኣኻ እብል ኩልሻዕ ብጣዕሚ እያ ተሰክፈኒ ከመይ እዩ ግን ድቕጽል ድሎ how come still ሲ he keeps going ሓንቲ ክንገብራስ ንዓና organize ክትገብር ሲ ባዕሉ full time ስራሕ እዩ ናይ ብኣ ሓቂ ልዕሊ እቲ ንገብሮ ድራማ organize ምግባር ገል ሰዓታት ቦታ ገለ ምጥዓሙ ምሳና ዲል ምግባር ሲ ንኣኻስ ብጣዕሚ ከመይ እዩ how ግን ምንም ድማ ኣብ ገጻ ካይረኤ ወይ next time ድማ ክንገብሮ ክትብል ዲስከሬጅ ኣይገብረካን ድዩ ሃው ዲዩ ኪፕ ጎዊንግ። ኣነ ዝሪኦ ብጣዕሚ ጥዑማት ምዃንኩም እዩ ኢንፋክት ሓዳር ኣሎ ቆልዑ ኣለው ስራሕ ኣሎ ኩሉ ይጎይ ዘለኩ ኣብ ልዕሊኡ ከምኡ ኮይንኩም ናይ ሓቂ ኣነ ከዓ ቢኣደር ወይ እየ ኣነ ከዓ ንነብሰይ ድሪኣ እሸግሮም ዶ ከምዚ ምሻ ኣሎ ሓንሳብ ኣነሰሰሪ ካብ ዓቅምኹም ንላዕሊ ውጥጥዎም ዶ ንዓይ ኢሎም ከሐጉሱ ሕጂ ሰብ ገለ ክገብር እንድሕር ኮይኑስ ዳንኤል ከይሓዝን ኢሎም ዶ ይኾኑ ዝገብሩ ኢለ እየ ሞር ዝስከፍ እታ ከባድ ስራሕ ኮኦርዲኔት ምግባር ኣይኮነ ከቢድ ስራሕ ኤዲቲንግ እዩ ኤዲት ምግባር ብሕልፊ ተዋስኦ ኮፍ ኢልካ ቁኒን እናበልካ ንኩሉ ክትገብር ግን እንድሕር ትፍረ ትሪኦ ኣለኻ እሞ ደማ ደሐጉሰካ ኮይኑ ኣይዶኖ እቲ ውሽጥኻ ዘሎ ሓጎስ ብምንም ነገር እቺ ሓንቲ ተዋስኦ ተወፂኣ ሰብ ክሪኣ ከሎ እሞ ተማሂርና ክብል ከሎ ብሕልፊ ንዓና ሓቂ ዘረባ ንሕና ንባዕልና ሲ ንዓና እንድሕር ለዊጡና እዩ ንካልእ ሰብ ክልውጦ ዝኽእል እሞ ንሕና ንባዕልና ሕጂ ዝያዳ ኩሉ ኣነ ነብሰ የድፍትሻ ኣታ ትምህር ይብሽ ይብል ቃል ኣምላኽ ትምህር ኣለኻ ግን ዝያዳ ንዓኻ ይድሓተካ ሕጂ ኣነ ከም ደራሲ ከም ዳይሬክተር ኮይነ ወይ ክምህር ክንድሕር ኣለ ኣነ ክነብሮ ኣለኹ ዶ እዚ እዩ እቲ ሕቶይ ስለዚ እቲ ትዕግስቲ እቲ ገለ ንዓይ ከቢድ ኣይኮነን ብሓቂ ከቢድኒ ከዓ ኣይፈልጥን ኩልኹም ብጣዕሚ እምበር ጥዑማት ትኹን ኣነ ከዓ እትረሎም ድድገሙ ክብል ሕጂ ግን እናፅፍፍናዮ እናፅፍፍናዮ እቲ ናይ ቅድም ክሪኦ ከለኹ ተዋስኦ ዝሰራሕናዮ ምሽ ተሰኪፈ ስቕብል በቃ ኣክል ደሓን ሕጂ ግን ነኖ እናበልና ሲ እናፀበቐ ንስኻትኩም እውን ኤክስፐርትስ እናኾንኩም ዋ እግዚኣብሄር ረድኡና እዩ ብሓቂ

ንምሳሌ ከምዚ ኩዕሶ እግሪ ክርኢ ዜና ክርኢ ወላ ዩቱብ ናይ ካልእ ክርኢ ግዜ ኣይህቦን ካብ ገዛ ኮይነ ስለ ዝሰርሕ ለይቲ ሙሉእ ለይቲ ክሰርሕ ኣድር ኣነ ለይቲ ከዓ ይድፈቱ እቲ ኤዲቲንግ ከዓ ንምሳሌ ቅድሕ ምስ ኣበልናዮ ሽዑሽዑ ሓንጎለይ ከይረስዖ ከሎ ኣንፅፍ ኣንፅፍ ኣቢለ ዜን ዜን ክቁረፃ ዘለወን እየን ኢለ ቆርፀን ምክንያቱ ከም ብሓድሽ እንድሕር ግዜ ወሲደሉ ውይስ ዓሰርተ ዕፅፊ ይድኸው ምክንያቱ ኣይክዝክሮን እዩ ስለዚ ከመይ ገይረ በታ ዘላ ቅድሕ ምስ ኣበልናያ ኢፌክቲቭሊ ሰርሓ እታ ቀንዲ ነገር ሰብ ኣብ ሂወቱ ክገብራ ዘለዎ ኢለ ዝሓስባ ግዜ ኣጠቓቕማ እዩ ክትገብሮ ከለካ ሲ ሚእቲ ካብ ሚእቲ ኣብኡ እንተ ኮንካ እንድሕር ዲስትራክትድ ዘይትኮንካ ሓደ ካልኣይ ደስ ኢሉካ ክትሰርሕ ኣብ ሓዳርካ ንበል ኣብ ሓዳርካ እንድሕር ሰላም ደየለ ዩ ኬንት ፋንክሽን ከመይ ኢልካ ኢኻ ትሓስብ ደስ ኢልዎ ዝውዕል ሰብ ግን እንድሕር ኮንካ ከተስልጥ ቀሊል እዩ ስለዚ ኸኣ'ዩ ቃል ኣምላኽ ኣብ መዝሙር ዳዊት ምዕራፍ ሓደ ዝገብሮ ዅሉ ይሰልጦ ክብል ከሎ ሰላም ኣሎና፣ ዕረፍቲ ኣሎና ካብ ጐይታ፣ እንገብሮ ነገር ይሰልጠና። ግን ንሓትና ኸኣ ኣበይናይ፣ እንታይ፣ ከመይ ገይረ ከመይ ገይረ ኢፌክቲቭ ይኸውን ዝብል ነገራት ወላ ሕጂ ፋይል ኣቀማምጣ ናይ ኦፊስ ስርሐይ ሕጂ ኣበይ ናይ ፋይል ከቐምጦ ከመይ ገይረ ቀልጢፈ ክረኽባ ዝኽእል ነዚአን ነዚአን ድመስላ መጀመርያ ስርዓት እንድሕር ኣትሒዘዮ ጅናዓት መሲል ፕሮጀክት ክወሃበኒ ከሎ ኦሆ ካብዚኣ ተወሲደ ቅልጥፍ ድብል ነገር ኮምታት የስልጠለ ይመስለኒ ካብ ዘየድሊ ነገራት ድማ ትቆርጾ ምሳሌ ምስ ሰባት ምዕላል ሓቂ ዘረባ ንእሽተይ መስዕለልካ ቁርጽ ኣቢልካ ሰዓት ክልተ ሰዓት ተዋሂብና ኣለና ኢልካ ተቐጺልካስ ብዙሕ ነገር ምሰራሕና ኢላ ሓስብ ከምኡ ዩ ሲናይ መሊሰልካ ኸውን

ኩሉ ሳዕ ከኣ ከምኡ ድብለኩም ግን ነዚ ተዋስኦ እዚ ክትሰርሑ ወይ ከምዚ ከተንጸባርቑ ሲ ሕራይ ኢልኩም ክትገብሩ ድገብረኩም እዚ እንታይ እዩ እንታይ እዩ እንታይ የባራትዓኩም? ኣብቲ መጀመርያ ከም ዝበልካዮ እንታይ እየ ዝብል ነይረ ዳንኤል እኳስ ከለዎ እዚ ኩሉ ምስ ኩሉ ስርሑ ምስ ኩሉ እንዳሓተተንስ ንዓይ ግዳይ እንታይ ዝቀሊል እየ ይሓስብ ነይረ ዳሕራይ ግን ሰብ ከም ዝሪኦ ሰብ ከም ዝባረኸሉ ከም ዝቕየረሉ ሰብ ምስክርነት ሰምዕ ሕጂ ብሓፂሩ ሓደ ግዜ ኣብታ ደንቲስትና ከይድና ሪኣቶስ ትነግረና ነይራ ኣበይ ትፈልጠኩም ኢላስ ከም ትሪኦ ማለት እዩ ሓደ ግዜ ኣስመራ ከይደ ሓደ ወዲ ጫማ ዝፀርገለይ ዝነበረ ሲ ንሱ ሪእዎስ ብዛዕባኡ ገለ እንታይ ይዛርበሉ ነይሩ እሞ ረሲዕካዮ ዲካ እቲ ከምዚ ዝብለኒ ስሪዎ ከይደ ዘክረኒ ዘሎ እስካዕ ክንዱ ሰቢሩዮ እሞ ይባረከሉ ይቅየረሉ ትርኡ እሞ ሰራሕ ኣሎ ማለት እዚ ነገር እዚ ትብል ሞር ክትሰርሕ ሲ እተባባዓካ ማለት ብቦኹም ተተባቢዐ ዳሕራይ ክትሓታና ከለካ ተሓጒስና ንገብሮ ከኣ ትፍሪኡ ርእየ ማለት እዩ
ኣነ ከዓ ካብ መጀመርያ እውን ከምኡ ሓሳብ ምስ ኣምፃኻ ዳኒ ምስ ነገርካኒ ሲ ምፅዋዕና ሲ ንክንድሕንን ንክንነግርን እዩ ምሽ ስለዚ ኪዱ ኢና ተባሂልና ሕጂ ኣነ ግን ከምኡ ይኮንኩ ከይደ ዝሰብኽ ኣይኮንኩን ዝመስከርኩሉ ሰብ እውን ኣይዝከረንን እዩ ሕጂ እሞ እዚስ ደገ ንኣገልግሎት ደገ ከፊቱለይ ኣሎ ማለት እዩ እንድሕር ዳኣ ስኻ ርኢኻዮ ቅድሚ ምጅማርና ማለት እንድሕር ተራእዩካ ንስኻ በዝስ ክንነግር ንኽእል ኢና ክነገልግል ንኽእል ኢና ንጎይታ ኢልካ እንድሕር ርኢኻዮ ኣለኻሲ ኦኬ ኣነ ሓሳብ የብለይን ከምኡ ኣይመፀንን ኣይገብርን እየ ወላ ሓንቲ ናይ ኣገልግሎት ደገ ተኸፊቱለይ ግን እሞ ስለምንታይ ዘይቅበሎ እውን ኢለ ሓሲበ ኤፍቲ መጀመርያ ሕራይ ክብለካ ከለኹ ማለት እዩ እንደን ብድሕሪኡ ጎይን ፎርወርድ ግን ከምዚ ኣማኑ ዝበሎ ከዓ ብዙሕ ሰብ ብጣዕሚ ጽቡቕ እዩ ጠቓሚ እዩ ገለ ብለካ ን ከምቲ ዝበልካዮ ንባዕልና ንሕና ንሰርሖ ሲ ሰብ ክመሃረሉ ጥራሕ ኣይኮነን ንሕና ኢና ቀዳሞት ንመሃሮ እቲ ኣብኡ ዘሎ ትምህርቲ ሶ ናብ ሂወትና እዩ ዘጠምተና እቲ ክንኮኖ ዝግብኣና ንክንከው እንዳተምሃርና ንኸይድ ኣለና ንከምኡ ጠቕመና ኣሎ ምሳና ከዓ ገለ ሰባት ከዓ እንድሕር ዝጥቀሙ ኣለዉ ኮይኖም ወላ ሓደ ሰብ እንድሕር ዝጥቀመሉ ኣሎ ኮይኑ ኢትስ ወርዝ ኢት ኢለ ሓስብ ማለት እዩ ዛስ ዋይ ንኸይድ
ኣነ እቲ ፈርመልና ክብልኻ ከለዉ ሰባት ሲ
ደልዩ ማለት እዩ
ንርእሰይ ፈልጠ ኣነ ክኢላ ከም ዘይኮንኩ ተዋስኦ ሲ ወላ ሓንቲ ክእለት ከም ዘይብለ ይፈልጥ እዩ ግን ድሕር ድኣ ሰባት ተማሂሮምሉ እሞ በዚ ተማሂርና ድሕር ድኣ ዝብሉካ ኣለዉ ኮይኖም ንምንታይ ዘይስራሕ እሞ ዝያዳ እንደ እቲ ፅልዋ ድማ ከምዚ መጀመርያ ዝበልኩኹምሲ እታ ንእሽተይ ትበሃል ፅልዋስ ንእሽተይ ኣይኮነትን ናብ ህዝቢ ክትከይድ ኮላስ ብዙሕ ተራ እዩ ዝህልዋ ስለዚ እሱ ክሰራሕ ተባብዓካ ኢንፋክት እግረ መገደይ ከማ ነዞም ካልኦት ተዋስኦ ዝሰርሑ ኣብ ናይ ናይ ኤርትራ ትግርኛ ፊልም ዝሰርሑ ገለሲ ብዙሕ ሓላፍነት ደሰክም ዕዮ ምዃኑ ሻሎ ንሕብረተሰብ ትጸሉ ከም ዘለኻ እንዳፈለጥካ ሻሎ ብሓላፍነት ጽባሕ ንግሆ ትሕተተሉ ምዃኑ ፈልጥካ ክትሰርሖ ሲ ግቡእ ኢለ ሓስብ ኣነስ ፐርሰናሊስ ዝተገብረለይ ሰብ እዩ ምድሓን ክርዳእካ ከሎስ እግዚኣብሔር ሲ ስጋብ ሓደ ወዱ ስጋብ ምሓት ከምኡ ኣፍቂሩንስ እዚ ኩሉ ንዓይ ኮይኑ ኣሎ ስለዚ ኣብ ቤቱ ኣብቲ ንመንግስቱ ምስራሕ ዝግበር ዝኾነ ይኹን ድራማ ክኸውን ይኹን ምጽራይ ጽሬት ይኸውን it doesn't matter ትኽእሎ ነገርሲ ትኽእላ ኢኻ ግበራ እንድሕር ተባሂልካስ why not ዝተገብረሉስ ይገብር እዩ እሞ ሓል the number one motivate ዝገብረኒ ፍቕሪ ኣምላኽ በቃ ዝተገብረለይ ሰብ ኣብ ቤቱ ኣብ መንግስቱ ድማ ነዚኣ ክበርክት እኽእል እየ ኦኬ ዋይ ናት ኣብ ዝጎደለ ክመለሲ ናይ ግድን ወይ ጸጋ ወይ ገለ ፍሉይ ዝኾነ ቅብኣት ኣየድለየናን ጽሬት ኣጽርየ ክበሃልሲ እዚ ጸጋ ኣይኮነን ክብል ኣይኽእልን እዩ እኽእል ኣየ በቃ በታ ዝኽእላሲ መፍርም ገለል ኢልካስ ክትገብር ትኽእል ኢኻ እዚ እውን ጸጋይ ወይ ክእለተይ ኮይኑ ኣይኮነን ዳኒ ምስ በለኒስ ዋይ ናት ሓደስ ሓደ ሰብ ይረባሕ ክብሪ ድማ ንኦ ይኹን እሱ ሞቲቬት ይገብረኒ እምበር ቀሊል ኣይኮነን ምስ ሓዳር ምስ ቆልዑ እቲ ቀደመለታት ታይም ይወስድ እዩ የድክመካ እዩ ብዙሕ ነገር ኣለዎ ግን እንደገና ኩሎም ከም ዝበልዎ ድማ ፍሪኡ ክትርኢ ኮለካ ደሞ ዋው ደሓን ኢና ፅቡቅ ንሰራሕ ኣለና ምስክርነት ክትሰምዕ ኮለካ ምናዳ ኣብ ካልእ ዓዲ ኢሮብ ከይደ ነይረ ብጣዕሚ ብጣዕሚ ዘተባብዕ ምስክርነት ኢካ ትሰምዕ እሞ እግዚኣብሔር ይመስገን እግዚኣብሔር ከቢሩ ሰብ ድማ ይባረክ ኣሎ ዋይና ትብል ማለት እዩ እሞ ንስኻ ከዳኒ ካብዘን ካብዚ ኩሉ እዋን ሰራሕካዮ ተዋስኦታትካሲ ንስኻ ተዋሳእካሉ ይኹን ኣይኹን ካብዚ ኩሉስ ትፈትዋ ገለ ፍሉይ ክሳይ ትገብረካ ኣላትካ ዶ ብፍሉይ ትዝክራ ወይ ትፈትዋ ኦኬ ብዙሕ ሰሪሕና ኣለና እቲ ሓኪም ሓካይም ካብ መጠን ንላዕሊ እየ ዝፈትዋ ሙቪ ደረጃ ኮይና ኣብ ሲኔማ ሰብ ክሪኦ ከሎ ኩሉ ኩሉ ኣይረኣየኒ ግን እቲ ኮንቴንት እቲ ትሕዝቶኣ ባዕሉ ገሊኦም ሰባት ቅድሚ ኮቪድ ሰሪሕካዋ ትንቢት ድዩ ነይሩ ብዛዕባ ኮቪድ ገለመለ ኢሎምን ኣለዉ እቲ ኮንተንት ግን እቲ ትሕዝቶ ባዕሉ እቲ ትምህርቲ ጎይታ ዝገበረልና ሓደ ካልኣይ ድማ ምድሓን ዝኣክል ሒዝናሲ ስቕ ኢልና ኮፍ ምባልና ናይ ቤተ ክርስቲያን እቲ ዓብዪ ዕዮኣ ወንጌል ምንጋር እዩ እቲ ዓብዪ ካብ ኩሉ ድሕሪኡ እዩ ድመፅእ እቲ ቀንዲ ነታ ሒዝናያ ዘለና መድሃኒት ንሰባት ምሃብ እዩ እሞ ሕጂ ክንድኡ ክንጎይ ከም ዘለና ስለትነግር ድማ ምድሓን ሂወቱ ሰዊኡ ጎይታ ዝሃበና ቁሩብ ከምኡታት ስለ ትነግር ሓኪም ሓካይም ብጣዕሚ እየ ዝፈትዋ ድማ እቲ መጀመሪያ ናይ ሓቂ ሕማም እያ ትመስል ናይ ከምዚ ናይ መንፈሳዊ ነገር ኣይትመስልን ምዃና ድሓር ኣብቲ መወዳእታ ከምኡ ቅይር ኢላ ክትጥዕም ምዃና ጥዑም ኣለዋ ዘብክ ኣለዋ እቲ ትሕዝቶኣ ከዓ ኣዝየ ፈትዋ ደቂ ሓወይ ሕጂ ካብ ጎቢዞም ኣለው ርእይ ኣቢሎማ ምስ ወፁ ክራይ ተይተፕዮ ወሬ ተፕዮ ያ ከም ሰዓት ወፂኦም ሲ ኣብዩ ኣሎ ኣለ ደልየ ግን ብደገ ኢሎምኒ ብዛዕባ እታ ናይ ዳክተር ኦፍ ዳክተርስ ካብ ዘረካሲ ኣይንፋጥና በዓል ኣማኑኤል እያ ንሰላም እኳ ፈልጦ ዳኒ መዓስ እዮም ጎይታ ተቐቢልኩም
ኣብ ቤተክርስቲያንና ሓደ ሰብ ጎይታ ተቐቢሉ ግዜ በቲ ግዜታት እዩ ግዜ ተቐቢሉ ድሓር መፂኡ ንሓደ ከመይ ጌርካ ንጎይታ ካብ ትፈልጦ ኢልዎ ንሱ ከዓ ዓመት ክልተ ዓመት ገይሩ ነይሩ ክልተ ዓመት ገይሩ ውይ ክልተ ዓመት ጌርካ ንጎይታ ካብ ትፈልጦ ተዓዊትካ ገርመለ ይብሎ ድሓር ናይ ዳንኤል ዳዲ ተሓቶ ኢልዎ ናባይ ከዓ መፅኡ ክንደይ ጌርካ ኢሉኒ ኣነ ከዓ ነጊረዮ ድሓር ኣነ ተገሪሙ ክንዲዚ ዓመታት ምስ ጎይታ ሰላሳ ገለገለ ገሪምዎ ድሓር ዋናተይ ደኣ ትገርመካ ዶ ናይ ፓስተር ደይ ትሓቶ ፓስተር ገሬ ፓስተር ገሬ ከይዱ ሓቲትዎ ድሓር ገሬ ምስ ነገር ወይ ካልኣ ካብ በዓል ጳውሎስ ስትሬት ተቐቢለ ገለ ሰባት እንታይ ይሓቱና ንምንታይ ኹም ጎይታ ተቐቢለ ምባል ትዛረቡ ንምንታይ ኹም ምድሓን ዝበሃል ተዛረቡ እዩ መፅሓፍ ቅዱስ ዘኬዎስ ከማን ጎይታ እንታይ ቢሉ ሎሚ ነዛ ቤት ምድሓን ኮነላ ጎይታ እዩ ባዕሉ ተዛሪቡ ስለዚ ብዛዕባ ምድሓን ሲ ዝዝረብ እዩ መዓስ ንጎይታ ከም ድፈለጥና መዓስ ጎይታ ከም ተቐበልናስ ድንገር ነገር እዩ ንኒቆዲሞስ እውን ከምኡ ኢሉ ዳግም እንተ ዘይተወልድካ ናይ ዘላለም ህይወት የብልካን፣ ካልኣይ ግዜ እንድሕር ዘይተወሊድካ ኢሉ እዚታት ካብ በለ ጎይታ ንሕና ውን ክንዛረብሉ ዘሎና ጉዳይ እሞ እስኪ ኤማይ ብኣኻ። ሕማቅ ሰብ ኣይኮንኩን ነይረ ግን ኣብ ሓደ እዋን በቃ ጠፊኡኒ ተወሳይ እቲ ናይ ሂወት ትርጉሙ ግርምታት ግደ ሕራይ ጽምዋ ውን ነይሩ ዝመስለኒ

ኣነ ኣዲስ ኣበባ እየ ጎይታ ተቀቢለ ካብ ካቶሊክ ፋሚሊ እየ ዓብየ ካቶሊክ ኣብ ቤተክርስትያን ኢና ንዓቢ ላይክ ሳንደይ ስኩል ኣሎ ብዛዕባ ኣምላኽ ድዩ መጽሓፍ ቅዱስ ሓድሽ ነገር ኣይኮነን መብዛሕትና ካልእ እምነት ንመጻና ቢ መጀመርያ ግዜ ናይ ኸውን ንሕና ግን ሳንደይ ስኩል ኣሎ ወላ ሳመር ሳመር ምልእቲ ሳመርሲ ትምህርተ ክርስቶስ ዝበሃል ኣሎ ካቴድራል ሙሉእ ሳመር ኣብኡ ኢና በቃ እሱ ኣሎ ግን ከምዚ ፕሮግራም ክህሉ ከሎ እኸይድ ነይረ መካነ የሱስ ኣዲስ ኣበባ መካነ የሱስ ሰሉስን ሓሙስ ድዩ ናይ ምሸት ገለ ፕሮግራም ሰሉስን ሓሙስን ሓደ ግዜ ግን ኤለቨንስ ግሬድ ኮይነ የረ መንበር ሓደ ፕሮግራም ናይ ገዛ ፕሮግራም ሓደ ወዲ የድመኒ እሞ እኸይድ ማለት እዩ ሹ ብጣም በቃ ብዛዕባ ምድሓን ቅድሚ ሕጂ ሓድሽ ነገር ኣይተሰብከን ግን እታ መዓልቲ በቃ እታ ናተይ መዓልቲ ስለ ዝነበረት ፍሉይ ነገር ሰቢኩ ከመይ ዴው ወጽየ ብጎይታ ከም ተቀበልኩ ከማን ንቅድሚት ንዑ ገለ ኩልሻዕ ክባሃል ከሎ ሹዑ እየ ድወጽእ ኩሉ እቅበሎ እየ ግን እታ ወጺኻ ምእማን ገለ ብጣዕሚ ትከብደኒ ኔራ ሹዑ ግን ኣነን መሓዛይን ኔራ ኣነን ኣስቱን ወጺና ጎይታ ተቀቢልና the minute ጎይታ ምስ ተቀበልኩስ በቃ

ጀሚረ ይኸውን እየ ዓበይቲ ኣሕዋተይ ስለ ዝኸዱ ዝነበሩስ ምስኦም ዝኸይድ ነይረ ኣብ ናይ ትምህርቲ ግዜ ሰንበት ሰንበት ትምህርቲ ኣለና ኣብ ክረምቲ ከዓ ሙሉእ ሰሙን ኢና ንመሃር ነርና ስለዚ ሲ ካብዚ ሓቂ እዚስ ካልእ ነገር ፈሊጠ ኣይኮንኩን ዓብ ሕጂ ዝፈልጣ ፍልጥቲ ፍልይቲ መዓልቲ ናይ ምድሓን ገለ ዝበሃል የብለይን ገሊኡ ሰብ ካብ ኮምፕሊትሊ እቲ ፍልጠት ናይቲ ወንጌልሲ ብካልእ ዓይነት ክዓቢ ጸኒሑ ወይ እንዳሰምዖስ ግን ብፍሉይት ክርድኦ ከሎ እቲ ወንጌል ኮምፕሊትሊ ይቕየር እሞ ይውስን ኣነ ግን ከምኡ ክብል ኣይክእልን እየ ማለት እዩ እታ ህይወት እታ ዝፈልጣስ ንሳ እያ ተቓል ኣምላኽ እውን ንሳ እያ ክውስን ጥራሕ እዩ ዘለኒ እንደን ብድሕሪኡስ በቃ ርጉፅ ነገር እዩ ውሳኔ እዩ ማለት እዩ ዝብል እቲ ግዜ ልካ ኣይዝክሮን እዩ ግን ኣት ሳም ፖይንት በቃ ክውስን ኣለኒ ጥራሕ ማለት እዩ እዚ ሲ ኣት ኤንድ ኦፍ ደይሲ በቃ ውሳኔ እዩ እምበር ይኣምኖ እየ ይፈልጥ እየ ገለ ኢለ ምስ ወሰንኩ ብድሕሪኡ በቃ ሓቲታ የፈልጥን እየ ነብሰይ እውን ሰላም ረኺበ ማለት እዩ ብኡ ናይ ዓለም እቲ ፋን ዝበሃል ነገራት ክሪኦ ከለኹ ሲ እዚ ሉዝ እንተገበርክዎስ ሰዋት እንታይ እሞ እንታይ ጎድለኒ እቲ ናይ ዘልኣለም ነገር ሉዝ ምግባር ግን ክልቲኡ ተወዳዲሩስ ሚዛን ዘለዎ ኮይኑ ተሰማዕኒ ብጣዕሚ ከቢዱ እቲ ናይ ዘልኣለም ነገር እዚ ሉዝ ተገበርክዎ ሎስት ከማን ኣይኮነን ምክንያቱ እቲ ህይወት ሲ ከምዚ ሕጂ ብተዋስኦ ከነንፀባርቆ ንፍትን ዘለና ዓይነት ኣነባብራ ስርዓት ዘለዎ ፍረ ዘለዎ ጥዑም ናብራ ሰላም ዘለዎ ሂወት ንክትነብር እዩ ደኣ ዝኸፍተልካ ዘሎ ደገ እምበር ከም ማእሰርቲ ኣይኮነን ገለ ነገር ትስእን ኣለኻ ኣይኮነን ናብ ዝበለፀ ነገር ኢኻ ትኸይድ ዘለኻ ሶ ወላ እቲ ኩሉ ካልእ ነገር ከማን ሓቂ እንተዘይከውን ገሊኡ ሰብ ከዓ ሓቂ ድዩ ኣምላኽ ኣሎ ድዩ ዘለኣለም ዝበሃል ኣሎ ድዩ ከዓ ይብል ወላ ሓቂ እንተዘይከውንሲ ኣብዛ ምድሪ ክነብር ከለኹስ ሂወተይስ ኣየነይቲ ክትከውን ትሕሸኒ እዚ ሕጂ ኣወዳዲረ ኣይኮንኩን ዝዛረብ ዘለኹ ኣብዚ እዋን እዚ ናይ ንእሽተይ ኮይነ ዝሓስቦ ዝነበርኩ ሓሳብ እዩ ስቲል ኣብዛ ምድሪ እውን ሲ ካብ እዝስ እቲ ሰላም ዘለዎ ህይወት ይምረፅ ሶ እዚ ነቢረ እንድሕር ሓሊፉ ሲ ገለሉዝ ገይረ ዝብሎ ነገር ኣይህልወንን እዩ ኢለ ወሲነ ዝዓበየ ግን ከዓ እዚ ሰላም መሬት ኣብ መሬት ከሎ ነቢርካ ከለኻስ ዝበለፀ ግን ናይ ዘለኣለም ዕረፍቲ ከዓ መወዳድርቲ ዘይብሉ ኣለዎ ስለዚ እዚ ደሞ ፅቡቅ ከመይ ዘይትመርፆ
ስድራይ ከንሻ እዮም ቤተሰብና ከንሻ ኢና ገዛ ከንሻ ትምህርቲ ፅቡቅ ትምህርቲ እናተምሃርኩ ዓብ ቆልዑ ከለና ጀሚሩ ንምህራን ዝነበራ ኣዴታት ዝክር ብጣዕሚ ደድንቀን ክሳዕ ሕጂ መዝሙር እናዘመራ ጥቕስታት እናነገራ መጽሓፍ ቅዱስ ተረዲኡና እንኳዕ ስድራና ከም ዝኾኑ የብለን ይበላ ናይ ካቶሊክ ባክግራውንድ ናይ ኦርቶዶክስ ባክግራውንድ ምህላውሲ ነቲ ቃል ኣምላኽ ብሕልፊ ኣነፂሩ ዝነግረካ በረኸት እዩ ኮይኑ ግን ድሓር ኣብ ገለ መገዲ ኣነ እውን መንእሰይ ክኸውን ከለኹ ካብቲ መገዲ ክወፅእ ከለኹ ስሪኦ ነይረ ናብ ካልእ ዓለም ክኣቱ ከለኹ ካልእ ነገር ቃሕ ክብለኒ ድሕጉሰኒ ነገር ካልእ ክኸውን ርእዮ ሽዑ እቲ ንቤተክርስትያን ምክያድሲ ልማድ ወይ ንወለድኻ ኢልካ ትገብሮ ስድራይ ከምዚኦም እምበር ናይ ባዕለይ ኣይኮነን ነይሩ ሓደ መዓልቲ ናይ መንእሰያት ኮንፈረንስ ተዳልዩ ብ ኤርትራ ንመንእሰያት ኢሎም ኣዳልዮምሲ ኩሉ ዓይነት እምነት እዮም ኣዳልዮም እቲ ቦታ ኣብ ፌዝ ሚሽን ቸርች እዩ ዝግበር ማማ መፅያ ሎሚ ምሳይ ክትከይድ ቤተክርስትያን ደልየ ኢላትኒ ቀዳሚ ቀዳም ናይ ንኸይድ ኢና ንቓቓው ፀራ ኣለኒ ከመይ ድበለ ኣይከይድኒ ኢለያ ዳኒ በጃኻ ዳኒ ወደይ ገለ ኢላ ሕራይ ኢለያ ንምንታይ ሕራይ ኢለያ ኣይትረዳእን ቆንፀራይ ካንስል ገይረ ምስኣ ከይድ ከለኹ ንሳበ ዝናዘወረት ኣነ ሓሪቐ ናብዚ እናርኣኹ ከይደ ብስርዓት ዝክሮ ቸርች በፂሕና ኣብ ፌዝ ሚሽን ቸርች ገዛ መሊኡ ነይሩ ሓር ንዓ ኮፍ ኣቢሎምሲ ንዓይ ኣብ ድሕሪ ጠጠው ኣቢሎምኒ ምክንያቱ የለን ቦታ ፀዊዖምና ድማ ጠጠው ኢለ ሓሪቀ ኣለኹ ግን ማማ እያ ማኪና ሒዛ ከይድ ዶ ገለ እናበልኩ ሰብኣይ ከዓ ሰብ ክወፅኦም ሰብኣይ ክሰብኩ ምስ ወፁ ብዛዕባ ክዳን ብዛዕባ ጨውሪ ጨውርኹም ተሰንቲሩ ዘይውዳእ ክዳውንትኹም ሻውሽን በርሂን ሻውሽን በርሂን ሲ ናይ ኣብ ዑራስ ማለት በቲ ግዜ እቲ እዚ ፍርቁ ፀሊም እዚ ፍርቁ ቀይሕ ገለ ኢና ንገብር ነርና እቲ ፋሽን ጫማ ገብረ ክርስቶስ ዝበሃል ክንድዚ ገለ ድሓር እዚኦም ፋሽን ዘይፈልጡ ሰብኣይ ኢለ ኣይፈተኹምን ብፍጹም ጸሊኣ እታ ስብከት ድሓር ድሕሪኡ ኳየር ወጺኦም ናይ ፌት ሚሽን ቸርች ኳየር ክዝምሩ ከለው ሓንቲ ሰበይቲ ካብ ሙሉኦም ኳየር እዛ ሸውሃት ትበሃል ከምዚ ኢላ እያ ተመስግን ነይራ ሕጂ ድሓር እየ ሽማ ዝፈልጥ እዚኣ ሰብ እዚኣ ናይ ሓቂ እግዚኣብሔር ገለ ኣለዋ ማለት እዩ ኢለ በቲ ግዜ እቲ ግን እግዚኣብሔር የለን ናብ ዝብል እዚ ማርክስ ሌኒስ ፊሎዞፊ ሓንጎለይ ገዚእዎ እዩ ዘሎ እግዚኣብሔር እውን የለን ኢለ ጀርጅ ግን ሰንበትኺ ድሓር ምስ ረኣኽዋ ኣምላኽ ኢለዮ ጠጠው ኢለየ ባዕለይ እንድሕር ስኻ ናይ ሓቂ እዛ ሰብ እቲኣ ተገልግለካ ኣላ እሞ እንድሕር ኣለኻ ክትንክፈኒ ገለ ነገር ኢለየ ኣብ ውሽጠይ ጠጠው ኢለ ከለኹ ክትንክፈኒ ገለ ነገር እፈልጥ ምስ ማማ እናተሓጎስና ከይድና ማንም ጠጠው በል ጎይታ ተቐበል ድበል ንወደ ሓደ የለን ከም ዓይን ዘቐብል ወደ 18 ዓመት ነይረ ሽዑ በቲ ግዜ እቲ ማትሪክ ፈተናታት ንዳለወሉ ግዜ ነይሩ ባባ ሓሪቑ ምክንያቱ ሙሉእ መዓልቲ ደንብቦ መፅሓፍ ቅዱስ እዩ መፅሓፍ ቅዱስ እዮም ማትሪክ ክፍትኑኻ እብለኒ በቃ ኣፅንዕ መፅሓፍካ እብለኒ ኣና ዳዕባባ ሓን ክትሕጎስ ኢኻ በዚ ሪዛልት ክንፅሊና ንውዕል ከነንብብ ኢና ንውዕል ኣነ ሙሉ መዓልቲ ባይብል ጥራይ እዩ ሓሳበይ ተቐይሩ ተቐይሩ ሕጂ እቲ ምድሓን ዝበሃል ሲ ዘኬዎስ ዝረኸበ ዓይነት ገለ ነገር ኣብ ውሽጥኻ ዝስማዓካ ዝቕይረካ ነገር ኣሎ ቦታ ምቕያር ሃይማኖት ምቕያር ገለ ገለ ዘይኮነስ ፐርሰናሊ ግን ንጎይታ ናይ ባዕልኻ ርክብ ትገብር ከምዚ ናይ ወለድኻ ወይ ካልኦት ሰባት ዝበሉኻ ዘይኮነስ ሪል ዝስማዓካ ርክብ ምስ ጎይታ ትጅምረሉ ድማ ኣብኡ ትቕፅለሉ እዩ ንሕና ከምኡ ኢና ናብ ሓቲትካና ንስኻኸ ሲናየ ከመይኻ ናብ ጎይታ መፂኻ
መጀመርያ መዓልቲ ንቤተክርስትያን ክኸደሉ ዝጀመርኩ ናብ እንዳ መይንኣለም መካነ ህይወት ማለት እዩ ኣብ ሆሳእና መዓልቲ ነይሩ ደሓር ካብኡ ትሒዘ ኣብቲ ቀዳመ ሰንበት እንዳኸድና ናይ ትምህርቲ ሰንበት እመሃር ነይረ ከምኡ እንዳበልኩሲ ክሳብ ጁኒየር ክሳብ ሃይ ስኩል ይኸይድ ነይረ እዚ ክብል ከለኹ ግን ኣብ ሞንጎስ ዝጠፍኣሉ እዋን ነይሩ እዩ ብድሕሪኡ ግን ግደይ በቃ ብስርዓት ምድሓን ጡብቲ ናይ ትምህርቲ ድሕነት ጽቡቕ ገይሩ ሒዝለይ ተማሂረ ኣብ ክልተ ኣርባዕተን ልክዕ እቲ መዓልቲ ገላይ ዝክሮን ግን ክልተ ኣርባዕተን ዳርጋ ትምህርቲ ዝወደናሉ ሽዑ ግዜ በቃ ወሲነ ንኣምላኽ ክስዕብ ነይሩ ነገራት ከምዚ ሽዑኡ ግዜ ሲ ንነፍሰይ ጠምተን ነገራት ነይሩ ኣብ ሓደ ዓርክና ነይሩ ኣክቹሊ ዓብየ ናይ ግን ሕክምና ኣትዩሲ ናብኡ ከይደ ንበፅሖ። ናይ ኣፍንጫ ድዩ ናይ ኣፍንጫ ወገለ በስተት መጥባሕቲ it was complicated ክሓስቦ ከለኹ ሽዑኡ ፈፂሙ በቃ ነብሰይ ምኽኣል ኣብይኒ ከምዚ ፈጥፈጥ ኢሉስ and ኣይክእልን'የ ከዓ ሕክምና ደሓር ኣብ ጥቕኡ ዝነበሩ ኩሎም ሰባት ርእየዮም ገለ በቃ ከምዚ ዳርጋ ክወድቕ እየ ንእሽተይ ተሪፉኒ ድሕሪኡ ግን ናይ ብሓቂ ተሓሲበኒ ምሻሉ እንታይ ፍሉይነት ኣለኒ ኣነ ካብዞም ኣብዚ ዘለዉ እቲ ግዜ እቲ

በቃ እንሻላ ሂወተይሲ ንኣምላኽ ኮፍያ ኣለኒ በቃ መገደይ ኩሉስ ከምቲ ፍቃድ ኣምላኽ ክነብር ኣለኒ ኢለ ካብኣ ወሲነ ንጎይታ ምስዓብ ጀሚረ ኣምላኽ ረዲእኒ ድማ ክሳብ ሕጂ ኣብ ቤቱ ኣለኹ። ንዛ ፕሮግራም ቅድሚ ምውዳእና ብዛዕባ ዝሓዳሽ ዓመት ክልተ ሽሕን ዕስራን ሽዱሽተን እንታይ ትሓስቡ ኣለኹም? ኣብ ልብኹም እንታይ ቃል ኣምላኽ ኣለኩም? ወይ እንታይ ክትገብሩ ትደልዩ? እንታይስ እንታይ ይስማዕኩም? ከመይ ትኣትውዎ ኣለኹም? ናትኩም ድሓር ነቲ ዝከታተለና ምሳና ቤተሰብ ዝኹኑ ኩሎም ፈተውትናኸ እንታይ ክትብልዎም ትደልዩ? እያ ሕቶይ። ንኹላና መለ ማለት እዩ ንዓይ ተወሳኺ ማለት እዩ መለኽቲ ዝኾነና እና ምስራን 2026 ናይ ናይ ውሳነ ዓመት ኮነና ምሽ ኩሉ ግዜ ከምዚ ከምዚ ክገብር እየ ትብል ዓመት ዓመት ቁሩብ ትጅምር እሞ ተመሊስካ ኣብቲ ዝነበርካ ትምለስ እዛ ትመፅ ዘላ ዓመት ግን ናይ ሓቂ ናይ ውሳኔ ዓመት ክኮነና ውሳነ እዩ ከምቲ ኣንቶ ሲና ዝብሎ ዝነበረ ትውስኖ ነገር እዩ ብዙሕ ግዜ ክቆርጽ እየ ከምዚ ቀጽሊ እንታይ ዝጎድለና ዝመስለኒ ታይም ማናጅመንት ንጎ ተሲእካስ ወድቲ ቅድሚ ምልቃስ ከማን ታብ ሰሚዑ ኣለኹ ፅባሕ ንጎ ዝዚ ዝክገብረ ሳዕ ዘሲ ዝክገብረ ቃል ኣምላኽ ዲካ ተንብባ ዲካ ቃል ኣምላኽ ከንብብ ክፅልየ ከመቀብር ፕሮግራም ሓሳብ ምስ ኣተኸ ይመስለኒ ምስ ጀመርካዮ ምንካስ ናይ ናይ በቃ ናይ ምንካስ ዓመት ምዃኑ ናይ ምዕድ ነዞም ዝከታተሉና ኣሕዋት ዘተሓላልፎ መልእኽቲ ድሕር ኣሎ ነዚ ናይ 2026 ንጎይታ ሲ ብምሉእ በቃ ብምሉእ ሓይሎም ብምሉእ ልቦም ብምሉእ ሓሳቦም ናብ ጎይታ ክኾኑ እቲ ክስታይ ኣድህቦም ማለት ኣይጥዑምን እዩ ኣብቲ ረጊፅካ ኣብቲ ረጊፅካ በቃ ጥዑም ኣይኮነን ኣብ ሓደ ክትረግፅ ፅቡቕ እዩ ናብ ጎይታ ናይ መንገዲ ጎይታ ክትከይድ ሰላም ዝህልወካስ ከምኡ እዩ ምክንያቱ ኣብ ስራሕካ ካልእ ቤተክርስትያን ካልእ ንሕኩም ካልእ ጥዑምን እዩ ጥዑም ዝኸውን እንታይ ምስ ጎይታ ኩሉ ምሉኻ ምስ ጎይታ ክትከውን ከለኻ ሰላም ህልወካ ማለት እዩ በቃ ዘሰክፈካ ነገርስ የለን ትኺካ እያ ትኸይድ ስለዚ ጎይታ ነዚ ክትገብሩ ነዘሎ ዓመት እግዚኣብሔር ይሓግዝኩም እግዚኣብሔር ናቱ ዝገብሮ ነገር ኣሎ ግን እቲ ምብጋስ ካብ ኣናይ ዝመፅእ ካባኹም እዩ ዝመፅእ ተበጊስኩም ክትቆርፁ ብጎይታ ኣላበኩም ተባረኹ ሕጂ ግን ብሩኻት ኣሕዋተይ ኣነ ክኸይድ ስለ ዘለኒ ክገድፈኩም እየ ኣቐዲሙ ናይ ስራሕ ቆፅረኛ ናብ ገኸይድ እየ እግዚኣብሔር ሓገዝኩም እግዚኣብሔር ባርኽኩም ፅቡቅ ምግብ ኣገብረልኩም ተባረኹ
ኣነስ እንታይ ምበልኩ ዘን ዝሓለፋ ክልተ ሰሙን ሲ ብቸርችና ብሓንሳብ ንጽሊ ኔርና ንክልተ ሰሙን ጾምን ጸሎትን ምሸት ምሸት ድማ ብዙም እንዳተራኸብና ብሓንሳብ ቃል ኣምላኽን ናይ ጸሎትን ግዜ ነይሩና እቶም ናይ ጸሎት መራሕቲ ዝሃቡና ሲ በዛ ጥቕሲ ቀኒና እሞ ሳሽር ክገብረኩም ኢሳያስ ኣርብዓን ሓደን ሰላሳን ሓደን እቶም ንእግዚኣብሔር ዝጽበዩ ግና ሓይሎም የሕድስ ከም ንስሪ በኽናፍ ይድይቡ ይጎዩ እሞ ኣይሕለሉን ይኸድ እሞ ኣይደኽሞን በዚኣ ቃልሲ ክንጽሊ ቀኒና ንስሪ ከም ንስሪነታሲ በታ ናእሳ ተውሃባ ንላእሊ ክትድይብሲ ናይ ንስሪ ስራሕ ክትገብር ኣለዋ ምስ ንስሪ ምስቲ ዝመስላ ክትውዕል ኣለዋ እሱ ብጣዕሚ ውሽጠይ ተንክፉ ነይሩ እንደገና ንስሪ ድማ ነዊሕ ዓመት ድሕሪ ሰብዓ ዓመት ይመስለኒ ኢሉ ሓይላ ንክትሕደስሲ በይና ትስወረሉ ግዜ ኣሎ እሉ ኣፅፋራ ድያ ትሰደሉ ስፔንፉል ኢሉ ኣፅፋራ ክትሰድርሲ በቃ ብጣዕሚ ዝገርም ዓይነት ነገራት ትገብሮ ኣሎ ሃይላ ንክሕደስ ሓድሽ ነገር ንክትገብርሲ ስውር ኢላ ትገብሮ ትገብራ ነገር ኣሎ እንድሕር ደይኮኑ ግን በቃ ኣሪጋ ክትመውት እያ ማለት እዩ ስለዚ ሲ ንውሽጠይ ይብል ነይረ ዋው ዘገርም ቃል እዩ ኖ ወንደር ቃል ኣምላኽሲ ከም ንስሪ ክብል ከሎ ናይ ንስሪሲ ናይ ባዕላ ፍሉይ ዝኾነ ባህርያት ኣሎሞ በዚ ሓድሽ ዓመትሲ ለውጢ እንድሕር ክንረክብ ሕጂ ኣማነዩን ይብለና ነይሩ ናይ ለውጢ ዓመት ንብል ግን ለውጢ እንድሕር ደሊናሲ ደሴም ነገር እንዳገበርናስ ለውጢ ኣይመጽን እዩ ዲሳይድ ጌርካ ከምኡ ዝብልዎ ዝነበረሲ እቲ ትገብሮ ነገር ክትገብር ከለካ ግን ለውጢ ይመጽእ ሓድሽ ኣመት ስለ ዝኮነ ለውጢ ኣይመጽን እዩ ኣነ ግን ወሲነ ክገብሮ ዝግብኣኒ ነገር እንዳገበርኩ ኣብ ቦታይ ኣብ ስፍራይ እንዳተረከብኩ ነቶም ንኣምላኽ ዝጽበዩ ዝብል ሓይልኻ ክሕደስ ንእግዚኣብሔር ክትጽበዮ ኣለካ ቁሩብ ነገር ትፍትን እም ገለ እንዳበልካ ኣይኮነን ኣብ ቦታኻ ተጸቢኻ እቲ ትገብሮ ነገር እንዳገበርካስ ለውጢ መጽዩ ከም ንስሪ በክናኽ ክትድይብ ትኽእል ኢኻ ደድክም ብዙሕ ነገር ኣሉ ጉያ እኮ የድክም እዩ ምሽ ዲስከሬጅ ድገብር ብዙሕ ነገር ኣሉ ግን ንኣምላኽ ክትጽበ ኮለኻ እግዚኣብሔር ዝበሎ እግዚኣብሔር መን ምዃኑ እንዳተረዳእካ እቲ ትጽበዮ ካብ እግዚኣብሔርሲ ካብ ሰብ ኣይኮነን እግዚኣብሔር እቲ ዝበሎ ዝኾነሉ ቃል ውድ ዘይልወጥ ሕያው ኣምላኽ ምዃኑ ብምስትውዓል እዚ እንዳተረዳእካ ክትጽበ ኮለኻ ግን ሓይልኻ እንዳተሓደሰ ትጎዪ ትገብር ግን ኣይትድከምን ዲስከሬጅ ኣይትኸውንን ኣብ ቦታኻ ትከውን ኢኻ እቲ ናይ ንስሪ ድማ ብጣዕሚ ዝገረመኒ እታ ሓንቲ ባህርያ ድማ ቅድም ዝበልክዎስ ሓይላ ንክሕደስሲ ምስ ኣረገት እዩ ድብል ሓድሽ ነገር ክትረክብ ተሰዊራስ ፔንፉል ዝኾነ ኣጽፋራ ክንቲታ ገለ ተልዕሎ ነይራ በዚ ኣመት ድማ እስኪ እንታይ ውን ናይ 2025 ዋት ዲድ ኣይ ሚስ እንታይ ዩ ከይጎይስ ዝሕዘኒ ዝነበረ ካባይ ዝቕንጥጦ ነገር ዘለኒ ነገርሲ ስውር ኢልካ ብሕብረት ጽቡቕ እንድዩ ግን በይንኻ ኮይንካ ትቕንጠጦ ፔንፉል ነገራት ኣሎ ዝኾነ ይኹንሲ ሕልፍ ኢልካ ክገብሮ ዝግባኣኒ ክገብርሲ ወሲነ ኣለኹ እሞ በዚ ዓመት ድማ ኩላትና ከም ንስሪ ሓይልና ክሕደስ ኣብ ቦታና ኣብ ስፍራና ክንርከብ ትንገብሩ ካባይ ድፅበዩ ስራሕ ሲ ባዕለይ ድገብሩ ካልእ ሰብ ኣይኮነን እንድሕር ዘይገበርኩ ድማ ለውጢ የለን እዚ ክንፅልን ክንመሃርን ቀኒና
እቲ ፍቓድ ኣምላኽ ሲ ኦፍኮርስ ኣብ ሜረት ዘሎ ናብራና የገድሶ እዩ ንዑ ከመይ ኢልና ብጽቡቕ ንነብሮ እዚ ኩሉ ብተዋስኦ ድዩ ወይ ብሕጂ ክንብሎ ጸናሕና እንዳገበርናስ ናብራና ጥዑም ከም ዝኸውን ክንገብር ብዙሕ ንጽዕር ኢና ካብዚ ኩሉ ጻዕርና ወጻኢ ነገራት ኣንጻር ድሌትና ክኸይድ ይኽእል እዩ ኣብ ገለ እዋናት ከምቲ ዝሓሰብናዮ ዘይክኾነልና ይኽእል እዩ ወይ ትጽቢት ክነውሓና ይኽእል እዩ እሞ ኣብ ከምኡ እዋንሲ በቃ ወዲቐ ፌል ገይረ ወይ ኣምላኽሲ ረሲዑኒ ናተይ ነገርሲ ከምዚ እዩ በቃ ገሌልና ተስፋ ንቆርፀሉ ነገር ዘይኮነስ ፍቓድ ኣምላኽ ዘለኣለማዊ ምዃኑ ክንዝክር እቲ ኩሉ ንሓልፎ ነገር ፅቡቕ ይኹን ሕማቕ ይኹን መወዳእታ ዕላምኡስ ዘለኣለማዊ እዩ ናብኡ ከዓ ንኸብፅሓና እዩ ሸይፕ ዝገብረና ዘሎ እሞ ንዕኡ ከዓ ክንሪኦ ምስቲ ፍቓዱ ክንሰማማዕ ፍቓድካስ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ንብል ምሽ እቲ ፍቓድ ኣምላኽ ኣብ ሰማይ ውዱእ እዩ። እቲ ኣብ ምድሪ ዝኸውን ነገር ግን ንሕና ምስኡ ክንሰማማዕ፣ ክንቅበሎ፣ ብንሓልፎ ዝኾነ ኩሉ ነገር ተመስገን ንብለሉ ነገር ክንርኢ ትሕትና ድዩ ክምህረኒ ደልዩ በዛ ኩነታት እዚኣ ትፅቢተይ ኣብ ሰባት ካብ ምግባር ትውክልተይ ኣብ ሰባት ካብ ምግባር ሲ ናብ ኣምላኽ ምውካል ድዩ ክምህረኒ ደልዩ ዘሎ ንሓልፎ ኩሉስ ሱቕ ኢሉ ከንቱ ከይሓልፍ እንታይ ኢና ክንመሃር ደልዩና ዘሎ ኣምላኽ ክንርኢ ክንመሃሮ ብኡ እውን ኩሉ ግዜ ኣብቲ ሕማቕ ዝመስል እውን ነመስግነሉ ምክንያት ከዓ ኣይከልኣናን እዩ ኣሎ እንተ ደኣ ክንጥምቶ ኣተኪርና እንተ ርኢናዮ እንድሕር ቀስ ኢልና ሃዲእና ሓሲብና በቲ ሕማቕ ዝመስል እውን ነመስግነሉ ምክንያት ይህበና ስለ ዝኾነ ንዕኡ ክንሪኦ ክንክእል ንሱ ከዓ ሓይሊ እውን ይኾነና እዩ ብፅቡቕ ይኹን ብሕማቕ ንሓልፎ ኩነታት ሲ ልዕሊ ኩሉስ እቲ ዘለኣለማዊ ፍቓድ ኣምላኽ እንታይ እዩ ካብኡ ጥራሕ ከይንወጽእ እንዳተጠንቀቕና ክንነብር ዝብል ሓሳብ ክሓስብ ቀኔ እሞ እንድሕር ኩላትና እውን ከምኡ እንተጌርናስ ዝያዳ ሰላም ይህልወና
ኣነ ከኣኒ ብዛዕባ እዛ ዓመት እዚኣ ትመፅእ ዘላ 226 ካብ ዕለት ሓደ ጀሚረ ሓሲበዮ ዘለኹ ከምኡ ብዙሕ ኣይብልኒ ከምዚ ብዛዕባ ካብ ዕለት ሓደ ትሒዘ ከምዚ ክገብረ እዚ ዓመት እዚኣ ገለ ብዙሕ ኣይብልኒ ይኹም ካብ ከምኡ ሲ ክገብሮ ዘለኒ ኢለ ዝሓስቦስ ካብ ሕጂ ጅምሮ እሞ ዘንዚ ዓመት ክተወደእ ኮላስ ክውድኦ ኢለ ይሓስብ ኣብ ታሕሳስ ኣብ በዓል ሕዳር ዝሓሰብክዎ ሓሳብሲ ስጋዕ ጥሪ ትመፅእ ኢለስ ኣይቋፀሩሉን እየ ሽዑኡ ጀሚረ ግን ኣብታ ዓመት እቲኣ ከይተወደእት ኮላስ እዚኣስ ከምዚ ክውድኣ እየ ገለ ብል ኣብዚ ሕጂ እዋን ጀሚረ ዘለኹ ማለት እዩ ኣብዛ 2026 ክውድኣ ኢለ ዝሓስብ መፅሓፍ ቅዱስ ምንባብሲ በቃ ከምዚ ሒዘስ ስጋዕ መወዳእታ ዓመት እየ ድወስዳ እሞኒ ካብ ከምኡ ሲ ንምንታይ ወላ ክደጋግሞ ኢለ ከማን እንደ የብል ምክንያቱስ ሓንሳ ሓንሳ በቃ ክውዳእ እብል ኣብ መንጎ ተርፍ ከይወዳእ እኳ ትሓልፍ ካብ ከምኡስ ካብዚ ሕጂ ክጅምራ እየ እዛ ዓመት ከይተወደእት ኮላ ድማ ክውዳእ እየ ኢለስ ሓሲበ ጀሚረ ኣለኹ እዚ ኦድዮ እዚ መጽሓፍ ቅዱስ ንዑ እንዳሰማዕኩ ምካድሲ ብዙሕ ኣይጥዕመንን እዩ ሕጂ ሕጂ ግን ምሻሎ ከምዚ ኣይገስ ክዝውር ከለኹ ገለስ ብዙሕ ኣስተማቕሮ ከምዚ ብዙሕ ወስድ ብዓብዩ ግን ናብዚ ኩሉ ንክሓስቦ ዝገበረኒ እንታይ እዩ ኦኬ ኣብዛ ዓመት እዚኣ ሲ ካብቲ ዘለኒ ምቕራብ ምስ ኣምላኽ ዝያዳ ክውስኽ ኣምላኽ ሲ ዝያዳ ክቐርቦ ካብቲ ዝፈልጦ ንላዕሊ ሲ ካብቲ ዘለኽዎ ዝፈልጦ ንላዕልስ ዝያዳ ክፈልጦ ኢለስ ይሓስብ ኣለኹ ምክንያቱ ንዓብ ኣምላኽ ክንፈልጦ ኮይናስ ብቓሉ ኢና ንፈልጦ ስለዚ ኣብ ቃሉ ብዙሕ ግዜ ከሕልፍ ኢለ ሓሲበ ኣሎ መዲበ ኣለኹ። ንኩሎም እቶም ነዚ መደብዚ ዝከታተሉ ዘለዉ ኣሕዋት ኩሎም ድማ ብዙሕ እዋን ብዛዕባ ናይ ምድሪ ነገራት ብዙሕ ንህቅን ንሓስብ ኢና እሞ እቲ ናይ ምድሪ ነገር ኣይክገድፈናን እዩ ኣሎ ስራሕ እንተኾነ ስራሕ ኣሎ ክንሰርሖ ኢና ምጉያይ ናብ ስራሕ ናብ ገንዘብ ተኾይኑ ኣይገድፈናን እዩ እቲ ናብ ኣምላኽ ምቕራብ ግን በዓል ሕዳር ዘየድልዮ ክኸውን ዘለዎ ነገር እዩሞ ስለዚ ንዓኹም ኣብዚ ዘለኹም ከምኡ ድማ ተኻተልትና ድማ ቆሪፅካስ በቃ ካብዛ ዘለኹዋስ ንኣምላኽ ዝያዳ ክፈልጦ ከዚ ንኣምላኽ ምፍላጥ ኣይውዳእን እዩ ካብዛ ዘለናያ ሲ ዝያዳ ክንውስኽ እየ ዘተባብዕ እሞ እግዚኣብሔር ባረኽኩም ዕስራን ሽዱሽተን ኣትየ ኢልካ ትውስኖ ነገር እንድሕር ትጅምሮ ኮይንካ ስቅ ኢሉ ናይ ስምዒት እምበር ናይ ሓቂ ደርቢ ከይዱን ኣይመስለንን። ኣብ ሓድሽ ዓመት ከምዚ ክገብር እየ ዝብል ሰብ ቅድሚኡ እንድሕር ዘይገብሮ ኮይኑ ምግባሩ ይኸብዶ። ግን እንታይ ንሕዝ ኣለና እዩ እቲ ጉዳይ እንታይ ንውስን ኣለና። ኣማን ሓውና ጽቡቅ ጀሚሩልና ኣነ ኣብዚ ወርሕታት እዚ ዝሓስቦ ዘለኹ ንዓይ ውን ዝሪኦ ዘለኹ፣ ዝያዳ ንእግዚኣብሄር ክፈትዎ ካብ ምንም ግዜ ንላዕሊ ትፍቕሪ ንኣምላኽ ብኹሉ ሓይልኻ ብኹሉ ነብስኻ ብኹሉ ልብኻ ኣምላኽካ ኣፍቅሮ ዝብል ቃል ድሕር ንሓደ ሰብ ብጣዕሚ ፈቲኻዮ ምሽ ኣይትጎድኦን ኢኻ ሕጂ እዚ ፈትወካዮ ፈትወካዮ ዘይኮነስ ኣክሽን ኣሎ ንትፈትዎ ሰብ ዘለካ ኩሉ ኢኻ ትህብ ደስ ኢሉካ ኢኻ ትህብ ብጣዕሚ ናይ ፍቕሪ መግለፂ ዝገብሮ ኣነ ኣደ ክትወልድ ከላ እዩ ድቃሳ ሳክሪፋይስ ክትገብር መስዋእቲ ገይራ ብዛዕባ ኣይትሓስብ እያ በቃ ውላዳ ጥራይ እዩ ውላዳ ክተብልዕ ንውላዳ ምክንያቱ ፍቕሪ እዩ ኣይትፀብፅም ኢኻ ድማ ዝገይረ ትብሎ ነገር የብልካን በቃ እቲ ፍቕርስ የስርሓካ ከምኡ ዓይነት ንእግዚኣብሔር ዝያዳ ካብ ቅድም ከፍቅሮ ዝብል እዚ ሰለስተ ወርሒ ኣርባዕተ ወርሒ ንሱ ጥራይ ዝሓስብ ዘለኹ ንዑ ሒዘ ክልተ ሽሕን ዕስራን ሽዱሽተን ክኣቱ ደሊ ንእግዚኣብሔር ኣምላኽ እንድሕር ኣፍቅሮ ኮይነሲ ንዕኡ ዘየሐጉሶ ባህ ዘየብሎ ነገር ካብኡ ክርሕቐሉ ዝኽእል ዝውስነሉ ምስታን እየ ከምቲ ኣማኒ ዝበሎ። ንእግዚኣብሔር ዝደልዮ ነገር ድማ ድምፁ እናፈለጥካ ናይ ሓቂ ብመንፈስ ቅዱስ ምርሒትን ብፀግኡን ብሓይሉን ዝበለፀ ነገር ንእግዚኣብሔር ክትገብር ትኽእሎ። እዚ ድማ ኣብ ሰባት ይርኣ እዩ። ምሽ ከምኡ ኢሎ ንጳውሎስ ንጢሞቴዎስ ትውስኽ ከም ዘለኻ ኣብ ኩሉ ምእንቲ ክፍለጥ ዝያዳሲ ዝርኣ ነገር እሱ ድማ እዩ እቲ ተዋስኦ ንገብረሉ ኢና እንምህሮሲ ሓወይሲ ልወጥ ኣለዎ ቧ ቅድሚ ከምዚ ከምዚ ነበረ እኮ ዝያዳ ኣብዚ ኣብዚ ኣብ ይውስኽ ኣሎ ድብሎ ዓይነት ዝረአ ለውጢ ዝረአ ንእግዚኣብሔር ከም ተፍቅሮ ዘለኻ ዝረአ ነገር ክኾነለይ ኣነ ዝምነ ዝይብል እዩ ንዑ ድማ ትምኒት ጥራይ ዘይኮነስ ክገብሮ ከም ዘለኒ ሓስብ ኣለኹ እሱ ሓስብ ነይሩ ፍቑራትን ክብራትን ተኸታተልቲ ፍሬ ፕሮዳክሽንስ ድማ እዚ ዓመት ሓድሽ ዓመት መጺኡ ከምዚ ክንገብር ኢና ዘይኮነስ ናይ ሓቂ እንገብሮ ነገር ወሲንና ክንገብር ብኪዳን ክንኣቱ እዚ ክገብር እየ ኣምላኸይ ከምዚ ከምዚ ክኾነልካ እየ ክንብሎ ክንልውጦ ዘለና ነገር እናፈለጥናዮ በቃ ሒዝናዮ ክንነብር ዘይኮነስ እዚ ክልውጦ እየ እግዚኣብሔር ነዚ ኣይደልዮን እዩ እናበልና ንገድፎ ክህልወ እና ስለዚ ከምቲ ተባሂ ኩላትና ዝብልና ይመስለኒ ናይ ውሳኔ ዓመት ክኾነልና ናይ ተግባር ሰባት ክንከውን ዓለምሲ ናብ ጽቡቅ ዳይረክሽን ይኸይድ ኣሎ ምባል ይኸብደካ ንሕና ግን ብርሃን ናይዛ ምድሪ እዚኣ ክንከውን ብናብራናሲ ንእግዚኣብሄር ኣምላኽ እነርኢ ሰባት ክንከውን ኣኻ ኢላና ኩሉ ናይ ሓቂ ሰባት ክርእይዎ ከለውስ እዚ ናይ ኣምላኽ ሰብ እዩ ዝብልዎ ዓይነት ክንነብር እግዚኣብሔር ጸጋ የብዝሓልና ንኹልኹም ርሑስ ሓድሽ ዓመት ይግበረልኩም ክንብል ንፈቱ ጎይታ ብርኽ የብልኩም ድሕር ክኢልኩም በጃኹም ኮመንት ጸሓፉልና ካብዚታት ዝፈተኹሞ ካብዚ ከነዕልል ከለና ንስኹምን ዝፈተኹሞ ተዋስኦ ንስኹምን ዝያዳ ትዝክርዋ ተዋስኦ ድዩ ገለ ወይ ክትነግሩና እትደልዩ ጸሓፉ እወ ትጽሕፉልና ኢኹም ገሌኹም ድማ ኣብ ቴሌፎን ወይ ኣብ ቲቪ ኢኹም ትርእይዎ እሞ ምልስ ኢልኩም ክትጽሕፉሉ እትኽእሉ መገዲ ጌርኩም ኮመንት እንትትጽሕፉ ኣዝዩ ደስ ይብለና እግዚኣብሔር ይባርኽኩም ርሑስ ሓድሽ ዓመት ከም ብሓድሽ ተባረኹ